ሰላም ከመይ ትጸንሑ ኩቡራት ተኸታተልትና እዚ ሕብረት ሚድያ እዩ ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መጺና ኣለና እዋናዊ ዝኾኑ ዜናታትና ብእዋኑ ንኽበጽሐኩም ሓደሽቲ ዝኾንኩም ሰብስክራይብ ምግባር ኣይትረስዑ ሼር ላይክ ብምግባር እውን ክተተባብዑና ብኽብሪ ብምዕዳም ፈለማ ቀንዲ ርስታቱ ሱዳን ኣብ ልዕሊ ኢትዮጵያ ከቢድ ናይ ድሮን መጥቃዕቲ ተካይድ ብልፅግና ሓለፍቲ ዕላማ ዝገበራ ድሮናት ኣብ መቐለ ምልኣኹ፣ ኣብይ ኣሕመድ ንሕዋሕት ዝሃቦ መልሲ፣ ሕዋሕት ስጉምቲ ጀሚራ ዝብል ወፍሪ ሚድያታት ብልፅግናን ዓላምኡን፣ ኣብ ምዕራብ ዝተጀመረ መጥቃዕቲ ሕዋሕት ተመዛበልቲ ንምምላስ ውሳነ ምምሕልላፉ፣ ከይዲ ምፅራይ ተለኣኣኽቲ ብልፅግና ኣብ ትግራይ ዝምልከት ዝተረኸበ ሓበሬታ፣ ተወሳኺ እገዳ ብልፅግና ኣብ ልዕሊ ትግራይ። ክቡራትን ክቡራናን ናይዚኦምን ካልኦት ብርክት ዝበሉ ምዕባለታትን ክነካፍለኩም ኢና ክትከታተሉና ብኽብሪ ንዕድመኩም ሕዚ ናብ ዝርዝሮም። ሕዚ ዝተረኸበ ሓበሬታ ከም ዝገልፆ ብልፅግና ኣብ ልዕሊ ትግራይ ተወሳኺ ስጉምትታት ይወስድ ከም ዘሎ ተሓቢሩ። ካብ ፍልፍላት ዝተረኸበ ሓበሬታ ከም ዝሕብሮ ብልፅግና ምስ እቲ ኣብ ትግራይ ዘሎ ሓድሽ ብዶክተር ደብረጼን ዝምራሕ መንግስቲ ዝኾነ ይኹን ናይ ገንዘብ ምንቅስቓስ ምግባር ይኹን ዝኾነ ይኹን ስምምዓት ምግባር ዝተኸልኸለ ከምዝኾነ ፅኑዕ መጠንቀቕታ ከምዝሃበ ተፈሊጡ። ብልፅግና ኦሮሞ ናብ ትግራይ ዝኣቱ ዝነበረ መድሓኒት፣ ነዳዲ ይኹን ኻሊእ ኩሉ ዓይነት ቐረብ ጠጠው ከምዘበሎን ህዝቢ ትግራይ ኣብ ኸቢድ ስቓይ ከምዘሎን ዝፍለጥ እንትኸውን ሕዚ ድማ ተወሳኺ ማዕቕብ ከምዘቐመጠ ዝተረኸበ ሓበሬታ የረድእ። ስለዚ ድማ ካብ ሰብ ሃፍቲ ይኹን ካብ ትካላት ናብ ትግራይ ዝለኣኽ ገንዘብ ጠጠው ንምባል እንተደልዩ ድማ ንምውራስ ዘኽእሎ ኩነታት ከምዘዳለወ ተሓቢሩ። ነዚ ስዒቡ ድማ ህዝቢ ትግራይ እናረኣየ ብጥሜት ንኽሃልቕ ብልፅግና እዙይ ኣረሜናዊ ውሳነ ከምዝወሰነ እናተገለፀ ይርከብ። ይኹን እምበር ህዝቢ ትግራይ በጀት ይኹን ሓገዝ ተኸልኺሉ ሱቕ ኢሉ ክርኢ ከምዘይኽእልን ጥበብ ብዝተመልኦ መንገዲ መፍትሒ መፍትሒ ከምዘቐመጠሉን ፕረዚደንት ትግራይ ዶክተር ደብረፅዮን ገሊፁ'ሎ። ህዝቢ ትግራይ ሰላም እኳ እንተደለየን ሕዚ ይኹን ድሕሪ ሕዚ እውን ሕሪኡ ሰላም እኳ እንተኾነን ኣብ ሙሉእ ዕፅዋን ክባን ኮይኑን ፍርቂ ግዝኣቱ ተወሪሩን ስቕ ኢሉ ክርኢ ከምዘይኽእል ዶክተር ደብረፅዮን ኣጠንቂቑ'ሎ። ብኣብይ ኣሕመድ ዝምራሕ ብልፅግና ኦሮሞ ምስ ኣሜሪካ ርክበይ ኣሐዲሰ ኣለኹ ኢሉ ፈኸራታት እንተስመዐን ኣብ ልዕሊ ትግራይ መጠንቀቕታ እንተሃበን እኳ ምስ መውፃእቲ ሕጊ ኣሜሪካ ኣሜሪካ ዘረኽበን ኢፓክ ዝበሃል ትካል ዝመርሕን ከም ዝገልጾ ግና ኣሜሪካ ኣብዚ ክልተ ዓመታት ናይ ወጻኢ ጉዳይ ፖሊሲኣ ቀይራቶ እያ። ቅድሚ ክልተ ዓመት ዝነበረ ወጻኢ ጉዳይ ፖሊሲ ኣሜሪካ ኣብ ውሽጣዊ ጉዳይ ሃገራት እናኣተኻ ዝደለኻዮ መራሒ ክሽየም ምግባር ብሓፈሻ ድማ ኣብ ውሽጢ ጉዳይ እታ ሃገር ኢድኻ ኣእቲኻ ምስራሕ ነይሩ። ሕዚ ወጻኢ ፖሊሲ ኣሜሪካ ተቐይሩ ናይ ሕዚ ናይ ወጻኢ ፖሊሲ ኣሜሪካ ኣብ ውሽጢ ጉዳይ ናይታ ሃገር እንከይኣተኻ ጥቕሚ ኣሜሪካ ዝኽበረሉ ምፍጣር ዝብል ከም ዝኾነ ይገልጽ። ስለዚ ድማ በቲ ሐዚ ዝተመሓየሸ ሕጊ ኣሜሪካ መሰረት ኣብ ዝኾነ ይኹን ሃገር መንግስቲ ክቕይር ዝኽእል ህዝቢ እታ ሃገር እዩ ብዝብል ከምዝተተክኣ ተሓቢሩ። ስለዚ ድማ ሰበ ስልጣን ብልፅግና ኣብ ልዕሊ ኢትዮጵያ ዘሎ ሕድሕድ ውግእ ንምስትኽኻል ኣብ ልዕሊ ኣብይ ኣሕመድ ፀቕጢ ንኽገብሩ እንተተሓተቱ እኳ ናይ ኢትዮጵያ ጉዳይ ናይ ህዝቢ ኢትዮጵያ እዩ እቲ ኩነታት ኣሰካፊ ምዃኑ ንሕና እውን ንዕዘቦ ኣለና ናበይ ከምዘምርሕ እውን ከም ኩሉ ንዕዘብ ኣለና ክብሉ ሰበ ስልጣናት ኣሜሪካ መልሲ ዋና መራሒ ኢፓክ ንሚድያ ኣብ ዝሃቦ ቃለ ክትት ገሊጹ ኣሎ። ስለዚ ድማ ብሓድሽ ወጻኢ ፖሊሲ ኣሜሪካ መሰረት ንዝኾነት ትኹን ሃገር መን ይምረሐያ ብዘየገድስ ኣሜሪካ ካብቲ ሃገር ክትረኽቦ እትኽእል ጥቕሚ ክትረክብ ምግባእ እምበር ኢትዮጵያ ኣቢይ ኣሕመድ ይምረሐያ ወይ ካልእ መራሒ ይምረሐያ ኣሜሪካ ትኹረት እትገብረሉ ጉዳይ ኣይኮነን ክብል ዝገለጹ እንትኸውን ደገፍቲ ብልጽግና ኣሜሪካ ምስ ብልጽግና ርክባ ንምምሕያሽ ተፈራሪማ ዝብል ወፍሪ ሚድያታት ብልጽግናን ግና ትርጉም ዘይብሉ ከምዝኾነን እቲ ፊርማ ትካላዊ እምበር ንኣብይ ኣሕመድ ከምዘይምልከትን ዋና ኣካያዲ ኢፓክ ገሊፁ'ሎ። ዋና ኣካያዲ ትካል ኢፓክ ኣብ መወዳእታ ኣሜሪካ ኣብ ሩስያ ረብሓኣ ንምምላእ ሰላም ክህሉ እያ ትደሊ፣ ኣብይ ኣሕመድ እዙይ ክገብር እንተዘይክኢሉ ድማ ኣብ ኢትዮጵያ ሰላም ክፈጥር ምስ ዝደሊ ሓይሊ ርክብ ከምትፍፅምን ድጋፋ እውን ከምትህብን ግልፂ ክኸውን ከምዝግበኦን መሪሕ ሓዱሽ ወፃኢ ፖሊሲ ኣሜሪካ ከምዝኾነን ገሊፁ'ሎ። እዙይ ከምዚ እናሃለወ ሕዋሕት ተመዛበልቲ ክምለሱ ከምዝግበኦም ውሳነ ከምዘመሓላለፈ ተሓቢሩ። ብልፅግና ፖለቲካዊ መራሕቲ ይኹኑ ወታደራዊ መራሕቲ ታርጌት ንምግባር ትልሚ ኣለዎ። ድሮናትን ነፈርትን እውን በቢመዓልቱ ናብ መቐለ ይልእኸ ኣሎ ዝብል ዝገምገመ ህወሓት፣ ይኹን እምበር ህዝቢ እናሞተ ግና ሱቕ ኢልካ ምርኣይ ኣይከኣልን ኣብ ዝብል ኣብ ስምምዕነት ከምዝተበፅሐ ዝተረኸበ ሓበሬታ የረድእ። ብልፅግና ካብ ፖለቲካዊ ፖለቲካዊ መራሕቲ ከም እኒ ሞንጆሪኖ፣ ጌታቸው ኣሰፋ ዝኣመሰሉ፣ ካብ ወታደራዊ መራሕቲ ድማ ጀነራል ወድምበይተይ፣ ጀነራል ምግበይ፣ ኮነሬል ገብረ ገብረፃድቕን ወዘተ ዝኣመሰሉ ዕላማ ከም ዝገብር ትልሚ ከም ዘለዎ ቅድም ኢሉ ዝወፀ ምሽጥራዊ ሰነድ የጋልፅ። እዚ ከምዚ እናሃለወ ኣብ መቐለ ዝካየድ ዘሎ ከይዲ ምፅራይ ተለኣኣኽቲ ብልፅግና ተጠናኺሩ ከም ዝቐፀለ ሓቢሩ። ካብ ምሽጥራዊ ፍልፍላትና ዝተረኸበ ሓበሬታ ከም ዝገልጾ፣ ካብ ትካላት ድሕንነት ትግራይ እውን ክልተ ማእኸለዎት ሓለፍቲ ኣብ ትሕቲ ቁፅፅር ከም ዝወዓሉ ተፈሊጡ። እቶም ኣብ ትሕቲ ቁፅፅር ዝወዓሉ ሓለፍቲ ምስ ተወልደ ዕንበብ ይሰርሑ ከም ዝነበሩ ዝገለፁ ፍልፍላትና፣ ተወልደ ዕንበብ እውን ኣብ ሚድያ ኣብ ዝሃቦ ቃለ መሕትት እቲ ሐዚ ዘሎ ሓዱሽ ሓዱሽ መንግስቲ ትግራይ ከምዘይቕበሎን ጀነራል ወዲ ወረደ ሕዚ እውን እቲ ትኽክለኛ ፕረዚደንት ትግራይ እዩ ኢሉ ከምዝኣምንን ከምዝገለፀ ተፈሊጡ። ስለዚ ድማ ተወልደ ዕንበብ ሙሉእ ብሙሉእ ደጋፊ ብልፅግና ከምዝኾነን ኣብ ፅኑዕ ክትትል ከምዝርከብን ዝተረኸበ ሓበሬታ የረድእ። እዚ ከምዚ እናሃለወ እቲ መሓውር ብልፅግና ናይ ምፅራግ ከይዲ ኣብ መቐለ ብሰፊሑ እናተሰርሐሉ እኳ እንተሃለወ ኣብ ዓዲግራትን ዓድዋን እውን ስጉምትታት ምውሳድ ከምዝተጀመረ ዝተረኸበ ሓበሬታ የረድእ። ሐዚ ዝተረኸበ ሓበሬታ ከምዝገልፆ ሱዳን ኣብ ልዕሊ ኢትዮጵያ መጥቃዕቲ ከምዝጀመረት ተሓቢሩ። ኣብ ኢትዮጵያ ኣብ ዝተፈፀመ መጥቃዕቲ ሰብ ኣልቦ ነፋሪት ድማ ሰላማውያን ሰባት ከምዝተቐተሉ ተሓቢሩ። ኣብ ከባቢ ደቡብ ኢትዮጵያ ሱዳንን ኣብ እትርከብ ክልል ቤንሻንጉል ጉሙዝ ከተማ ኩርሙክ፣ ብዘጋጠመ መጥቃዕቲ ሰብ ኣልቦ ነፋሪት ሓደ ኣባል ሰራሕተኛ ኣህጉራዊ ውድብ ስደተኛታት ዝርከቦም ብውሕዱ ዓሰርተ ሰለስተ ሰላማውያን ሰባት ክሞቱ ከለው ብዙሓት ካልኦት ድማ ከምዝቖሰሉ ካብ ነበርትን ሰብ መዚ ጥዕና እቲ ከባብን ዝተረኸበ ሓበሬታ ብምጥቃስ ኣዲስ ስታንዳርድ ኣካፊሉ። እቲ መጥቃዕቲ ከባቢ ሰዓት ዓሰርተ ሓደ ድሕሪ ቐትሪ ኣብ ከተማ ኣሶሳ ቴስዓን ኣርባዕተን ኪሎ ሜትር ርሒቑ ኣብ እትርከብ ከተማ ከርሙክ ኣብ ማእኸል መሸጣ እንዳ ቡንን ንግዳዊ ቦታታትን ዝኣመሰሉ ብዙሕ ሰብ ዝእከበሎም ከባቢታት ከምዘጋጠመ ተገሊጹ። እቲ ዝተረኸበ ሓበሬታ ወሲኹ፣ እታ ሰብ ኣልቦ ነፋሪት ካብ ኣንፈት ግዝኣት ብሉ ናይል ሱዳን ዝመጸት ኮይና፣ ሰራዊት ሱዳን ኣብ ልዕሊ ሓይልታት ቅልጡፍ ደገፍ ኣብ ዝዋገኣሉ ዝነበረ እዋን ኣብቲ ከባቢ መጥቃዕቲ ከምዝፈጸመት ተሓቢሩ። እዚ ከምዚ እናሃለወ፣ ሱዳን ሰራዊታ ብበዝሒ ናብ ዶብ ትግራይ ተጸግዕ ከምዘላ ተሓቢሩ። ብመሰረት እቲ ዝተረኸበ ሓበሬታ፣ ሱዳን ንሑመራ ዒላማ ዝገበራ ናይ ድሮን ማእኸላት፣ ከም ዘዳለወት ዝገለፁ ፍልፍላትና፣ ኣብ ምዕራብ ትግራይ ዓሪዶም ዘርኢ ምፅናት ይፍፅሙ ዘለዉ ወረርቲ ሓይልታት መወዳእትኦም ይበፅሕ ከም ዘሎ ዝተረኸበ ሓበሬታ የረድእ። ተመሳሳሊ ዜና ክንፊ ሚድያ ኣርሚ ሰብዓ ዝኾነ መድሃኔ ግደይ እውን ሑመራ ማዕዲና ንሪኣ ኣለና፣ ኣብ ቀረባ መዓልቲ ምስ ህዝብና ክንራኸብ ኢና ክብል ገሊጹ'ሎ። ዕርቂ ኤርትራን ኢትዮጵያን ብዕሊ ፈሪሱ። ከም ዝፍለጥ ኣብዚ ሰሙን እዚ ብብዙሓት ኣካላት ትኹረት ዝሰሓበ ዜና ከም ዝነበረ ዝዝከር እዩ። እቲ ዜና ድማ ኣብ መንጎ መንግስቲ ኤርትራን ኢትዮጵያን ዕርቂ ይካየድ ከም ዘሎ ዝገልጽ እዩ። መንግስቲ ኤርትራ ኣብዚ ሕዚ ሰዓት ምስ ትግራይ ጀሚርዎ ዝነበረ ጽምዶ ገዲፉ ኣብ ምስ ብልጽግና ዕርቂ ምጅማሩ ብስፍሓት ክቃላሕ ጸኒሑ እዩ። እዚ ድማ ንደገፍቲ ብልጽግና ዘሐጎሰ ኮይኑ ሕዋሕት ኣብ ማእከል ሜዳ ተሪፉ ትግራይ ዳግም ክትቕረ ቀርያ ብዝብል ጭርሖኦም ርእሰ ዜናታት ኾይኖም ቀንዮም እዮም። ይኹን እምበር እቲ ሓቂ ሎሚ ኣንጻሩ ኮይኑ ከም ዘሎ ንምፍላጥ ተኻኢሉ። ዕርቂ ክልቲኦም ኣካላት ብዕሊ ፈሪሱ ዳግም ናብ ምጽርራፍ ኣትዮም ኣለው። ናይ ኤርትራ ሚኒስትሪ ዜና፣ ካድረታትን ብልጽግናን ድማ ብዕሊ ክጸራረፉ ጀሚሮም ኣለው። እዚ ድማ ካብቲ ዝነበረ እቲ ዝኸፍኣ ኩነታት ኮይኑ ከም ዘሎ ምንጭታት ሓቢሮም።

ምሕሓት እናተገለፀ ይርከብ። እዚ ድማ ናይዚ ሰሙን እዚ ትኹረት ዝሰሓበ ክስተት እዩ ተባሂሉ ትፅቢት ይግበረሉ። እቲ ሚኒስትሪ ኣብ ልዕሊ ብልፅግና ዝሃቦ ቃለ መሕትት ድማ ንብዙሓት ኣገሪሙ ኣሎ። እቲ ናይ ትማሊ ሓሳብ ሚኒስትር ኣቶ የማነ ድማ ከምዚ ዝስዕብ ገይርና ኣቕሪብናዮ ኣለና። ፖሊሲታት ኢትዮጵያ ካብ ክውንነት ዝረሓቐ ምዃኑ ሚኒስትር ዜና ኤርትራ የማነ ገብረመስቀል ቀለ ሓቢሩ። ብሰልፊ ብልፅግና ዝምራሕ መንግስቲ ኢትዮጵያ ኣብ ቀርኒ ኣፍሪካ ብዘለዎ ፖሊሲታትን መርገፅታትን ዞባዊ ወጥሪ የለዓዕል ኣሎ ክብል ከሲሱ። እቲ ሚኒስትሪ ኣብ ማሕበራዊ መራኸቢታት ገፁ ኣብ ዝዘርግሖ ፅሑፍ ፖሊሲታት መንግስቲ ኢትዮጵያ ካብ ክውንነት ዝረሓቐ ክብል ገሊፁ። ኣቶ የማነ ከም ቀንዲ መርኣያ ገይሩ ዝጠቀሶ ድማ ቀዳማይ መንግስቲ ኢትዮጵያ ኣብ ወርሒ ጥሪ ክልተ ሽሕን ዕስራን ኣርባዕተን ምስ ሶማሊላንድ ዝተኸተመ ስምምዕ ምርድዳእ ዘይሕጋውን ሚስጥራውን ምንባሩ እዩ። ካልኣይ መንግስቲ ኢትዮጵያ ኣብ ላዕላውነት ዝተሞርከሰ ናይ ባሕሪ ምብጻሕ ካብ ታሕሳስ ክልተ ሽሕን ዕስራን ሰለስተን ጀሚሩ ዝካየድ ዘሎ ጎስጓሳት ሚድያን ዲፕሎማሲያዊ ብምክያድ ዓሰብ ንምውራር ወታደራዊ ምፍርራሕን ምግባሩ ነቂፉ። ሳልሳይ ድማ ንመጽናዕቲ ኣላ ዩኒቨርሲቲ እቲ ብምጥቃስ ኢትዮጵያ ኣብ ሱዳን ኣብ ዘሎ ግጭት ኢዳ ኣእትያ ክብል ከሲሱ። እቲ ሚኒስተር ወሲኹ ኤርትራን ካልኦት ሃገራት እቲ ዞባን ኣንጻር ኢትዮጵያ ጸረ ኢትዮጵያ ጥምረት ብምቛም ኣብ ልዕሊ ኢትዮጵያ ውዲት ይኣልማ ኣለዋ ዝብል ክስተታት ሓሶትን ነቲ ሓቀኛ ምንጪ ናይቲ ወጥሪ ንምሽፋን ዝግበር ፈተነን ምዃኑ ገሊጹ። ኣቶ የማነ ህዝብታት ቀርኒ ኣፍሪካ ኣብ ምክብባር ልኣላውነትን ግዝኣትን ግዝኣታዊ ሓድነትን ዝተመስረተ ነባሪ ሰላምን ምሕባርን ክረኽቡ እምበር ዕብለላ ንምምስራት ኣብ ዝገብርዎ ፃዕሪ ኣብ ዘለኣለማዊ ግጭት ክነብሩ ኣይደልዩን ክብል ገሊፁ። ብወገን ዶክተር ኣብይ ኣሕመድን ንሱ ዝመርሖ ሰልፊ ብልፅግናን ኤርትራ ብሓደ ጨቋኒ ብሕግን ብስርዓትን ኮነ ሃገራዊ ምርጫ ፍፁም ዘየፍቅድን ዘየካይድን ስርዓት ህግደፍ ንዓና ክወራዘየልና ኣይኽእልን እዩ ክብሉ ንካድረታቶም መልእኽቲ ከምዘመሓላለፉ ፀብፃባት ሪፖርት የገንዝቡ። ኣብ ኤርትራ ኣብ ኮረሻ ስልጣን ንሳላሳን ሓሙሽተን ዓመታት ተረይዑ ዘሎ ስርዓት ጸረ ዲሞክራስን ፍትሕን ምዃኑ ብርክት ዝበሉ ኤርትራውያን ምሁራትን ፖለቲከኛታትን ዝሃብዎ ሓበሬታ የመልክት። ክቡራትን ፍቱዋትን ተኸታተልትና ንሎሚ ዝሓዝናዮም ሓደሽትን ኣገደስትን ሓበሬታታት እዚኦም ይመስሉ። ኣብ ቀጻሊ ብኻልኦት ሓደሽትን ኣገደስትን ሓበሬታታት ክሳብ ንራኸብ ንቻነልና ሼር፣ ላይክ፣ ሰብስክራይብ ብምግባር ቤተሰብ ኹኑ።